ብጸጋ እግዚኣብሄር ኣብ ሰሙን ሕማማት ኣብ ፈላሚ መዓልቲ ሶኑይ በጺሕና ኣሎና። ትማሊ ብዛዕባ ዕለተ ሆሳእና ክነስተንትን እንኮለና ኣብ ዮሃንስ ይኹን ኣብ ማርቆስ ብንርእዮ እቶም ኩሎም ህዝቢ ንኢየሱስ ብዓጀብ ናብ ኢየሩሳሌም ምስ እተውዎ ኣይሁድ ኮነ ጸሓፍቲ ፈሪሳውያን ኣብቲ መወዳእታ ዝበሎ ቃል ነይሩ እንተ ኮይኑ ሓንቲ እኳ ክትገብሩ ከም ዘይትኽእሉ ረኣዩ ዓለም ብዓለሙ ይስዕቦ ኣሎ ዝብል እዮም ደምዲሞም ዝነበሩ። እዚ ቃል እዚ ዝበልዎ ምክንያት ኣብቲ ሽዑ ነቲ ዝነበረ ዋሕዚ ወይ ነቲ ዝነበረ ማዕበል ናይ ህዝቢ ሆ እናበለ ሆሳእና ወዲ ዳዊት እቲ ብስም እግዚኣብሄር ዝመፅእ ብሩኽ እዩ ዝበሃል ቋንቋ ክዓግትዎ ስለ ዘይክእሉ እቲ ዝሓሸ ውዲት ፈጢርካ ተኣኪብካ ብኸመይ ነዚ ሰብ እዚ ከም ተትሕዞ እዩ። ኣብቲ ዝሓለፈ ክልተ ሰሙና ከነስተንትን እንከለና ቅድሚ ሰሙን ናይ ኒቆዲሞስ ከነስተንትን እንከሎና ተኣከቡ እሞ ኣይሁድ እዚ ሰብ እዚሲ ንህዝቢ የናዕብ ኣሎ ምስ በልዎም ኒቆዲሞስ ግን ድሮ ተቐይሩ ስለ ዝነበረ ሕግናሲ ንሰብ ቅድም ከይሰምዖ ወይ ከዓ እቲ ዝገበሮ ከይርኣ ይፈርዶ ድዩ ዝብል ነይሩ ስለዚ ቀፂሎም እዞም ሰባት እዚኣቶም ይእከቡ ከም ዝነበሩ እዩ ዘረድኣና ኣብዚ ጥቕሲ እዚ ኣብዚ ናይ ሆሳእና ከዓ ነዚ ነገራት እዚ ነቲ ማዕበል ክዓግትዎ ብዘይምኽኣሎም ሓደ ነገር ኢዮም ክምህዙ ዘለዎም፣ ክእከቡ የድልዮም። ተኣኪቦም ከኣ ነዚ ከምዚ ዝኣመሰለ ጉዳይ ዘትዮም ኣብ ሓደ መዕለቢ ከብጽሑሉ ኣለዎም። ኣብ ከምዚ ከሎ ኢዩ ኣብቲ ዝሰማዕናዮ ወንጌል ይሁዳ ናብዞም ኣይሁድ እዚኣቶም መጺኡ እንታይ ይብሎም ኣሎ? ንኢየሱስ ኣሕሊፈ ክህበኩምሲ እንታይ ትህቡኒ? ጸዊዖም ንዓስከ ኢሎም ንስኻ ናይ ኢየሱስ ተኸታሊ እንዲኻ እሞ ንዓ ቁሩብ ጉቦ ክንበካ እሞ እንታይ እቲ ምስጢሩ ንገረና ይበልዎ ኢየሱስ ኣብ ወንጌሉ ጸሩ ለሰብ ሰብ ኣቤቱ ኢሉ ንወዲ ሰብ ጸላእቱ ቤተሰቡ እዮም ኢሉ ቤተሰቡ ማለት ተመቕርቡ ተምስኡ ዝውዕሉ ቃሉ ዝሰምዑ ምስኡ ኣብ ሓደ ዝነብሩ እዮም ስለዚ ይሁዳ ከይተፀውዕ ባዕሉ እዩ ከይዱ ፀዊዖም ወይ ስለያ ገይሮም ንዓስከ ምስጢር ንገረና እንታይ እዩ እንታይ ከም ትገብሩ እንታይ እዩ ዝገብር ዘሎ እንታይ ይብል መወዳእትኡ ከ እንታይ ይሓስብ ኣሎ ኢሎም ከምኡ እንተዝኸውን ቁርብ ሰብኣዊ ስራሕ ሓሊፍዎ ነይሩ ምበልናዮ እዚ ሰብ እዚ ግን እቲ ቃል ምእንቲ ክፍፀም ነቶም ከድሕኖም ዘለዎ ብኹሉ ክመስሎም ብስቓይ ፍጹም ኮይኑ ተገብአ ስለ ዝብሎ ቃል ኣምላኽና ክመስለና ምእንቲ ብስቓይ ብምሉእ እቲ ንሕና ዘለና ስቅያት ምእንትን ክመስለና ይሁዳ ባዕሉ እዩ ከይድዎም ባዕሉ ከይዱ ንኢየሱስ ኣሕሊፈ ክበኩምሲ እንታይ ኩን ትህቡኒ ኢልዎም እዚ ከዓ ድሮ ኣብ ብሉይ ኪዳን ፅሑፍ ስለ ዝነበረ እዩ ሰላሳ ቅርሺ ብሩር ሂቦሞ ካብኡ ግዜ ሓስብ ነይሩ ብኸመይ ከም ዘትሕዞ ምክንያቱ ኣቐዲሙ ዕርቡን ተቐቢሉ ስለ ዝኾነ ቅድሚ ምትሓዙ እዩ ገንዘብ ዝቕበል ዘሎ ገንዘብ ተቕቢሉ ወሲዱ ኣሎ ስለዚ ከመይ ገይሩ ከም ዘትሕዞ እዩ ዘሰላስል ካብታ ሰዓት እቲኣ ይሓስብ ኣብቲ ሰሙን እቲ ክንምሃሮ ኢና ኣብቲ ናይ ሓሙስ ፅግቦ ዲያብሎስ ከዓ ኣብ ውሽጢ ስ- ናይ ይሁዳ ህይወት ከም ዝነበረ ይዛረብ ያው ካብታ ሸዓት እቲኣ ወፂኡ ካብታ መኣዲ እቲኣ ነታ መኣዲ ናይ ስጋን ደምን ናይ ክርስቶስ በሊዑ ከይዱ ከመይ ገይሩ ከም ዘትሕዞ ይሓስብ ብተግባር ከዓ ንኣይሁድ ምልክት ከም ዝህቦም ኢና ንርኢ። ስለዚ ኣብዚ ናይ ሎሚ ከነስተንትን እንኮለና እቲ ዘገድሰና ነጥቢ እንታይ እዩ? እዚ ትማሊ ብዓጀብ ዝተቕበልዎ ንጉስ ልዕሊ ቁጽጽሮም ስለ ዝኸደ ስለ ዝሰግኡ እቲ ሓንቲ ክገብርዋ ዝኽእሉ ካብዚ ገጽ ምድሪ ከመይ ገይሮም ከጥፍእዎ ከም ዘለዎም ክማኸሩ ጀመሩ። ቅዱስ ጳውሎስ ኣብ ሮሜ ምዕራፍ 3 ዕስራን ሰለስተን ኩሎም ሓጢኦም ክብሪ ኣምላኽ ስኢኖም ይብል ክብሪ ኣምላኽ ዘስእነካ ነጥብታት ሓደ ኣብ ልዕሊ ጻድቕ ኢድካ ምልዓል እዩ ኣብ ልዕሊ ናይ እግዚኣብሄር ልኡኽ ኢድካ ምልዓል ጽድቂ ጥራሕ ዘይኮነ ዘለዓለማዊ ህይወት እውን ይሰኣነካ ማለት እዩ ስለዚ ኣይሁድ ብምኽሪ ይኣትውዎ። ይማኸሩ። ኣብዚ ምኽሪ እዚ ክሓስቡ እንከለዉ፣ ፍጻሜ ናይ ምኽሪ ረቡዕ እዩ። ኣቐዲሞም ግን ይሰናደውሉ ኣለዉ፣ ብዛዕባኡ ይዝትዩ ኣለዉ፣ ምኽንያቱ ኣይቀሰኑን፣ ካብ ሰንበት ኣትሒዞም ኣይቀሰኑን። ቅድሚኡ እውን ኣብ ህይወቱ ኣይቀሰኑን። ብዙሕ ግዜ ክሕዝዎ ፍቱን ነይሮም፣ ግን ካብ ማእከሎም ሃደመ እዩ ዝብል ወንጌል። ግና እታ ዕለት ከይተፈጸመት ክትከውን ስለ ዘይትኽእል፣ ካብኡ ምሕሳብን ብዛዕባኡ ምዝራብ ግን ሓንቲ መዓልቲ ኣቋሪጾም ኣይፈልጡን ኢዮም፣ ኣይሁድ ኰነ ፈሪሳውያን ጸሓፍቲ ወይ እውን እቶም ሽዑ ዝነበሩ ካህናት። ሊቃውንቲ ቤተ ክርስቲያን ኣብዚ ናይ ሕማማት ሓደ ካብቲ ናይ ሃገርና ዘስተንትንዎ እቲ ኣብ ዕለት ዕስራን ሸውዓተን መጋቢት ዝድገም

ሎሚ ክርስቶስ ዝሳቐ ዘሎ ምኽንያቱ ኣብቲ ናይ ስርዓተ ግእዝ ጸሎት ሃይማኖት እንታይ እዩ ዝብል ብመዋእለ ጲላጦስ ጴንጤናዊ ሃመ እዩ ዝብል ሃመ ማለት ኣብ ቋንቋ ግእዝ ኣዝዩ ተሳቐየ ማለት እዩ ከቢድ ስቓይ ማለት እዩ በርም ሕማም ከም ዝሰዓል ገለመለ ከይመስለና ናይ ሓጢኣትና ከቢድ ስቓይ ከም ዝተሳቐየ ኣብ ኩሉ ኣብ ዝባኑ ከም ዝተጻዕነ እቲ ኢሳይያስ ዘዘንትዎ እዩ ማለት እዩ መልክዕን ግርማን ኣይነበሮን፣ ዘብህገጽ እውን ኣይረኣናሉን። እቲ ኣብ መዝሙር ኣርብዓን ሓሙሽተን ይሴኒ ለሃዩ እምውሉደ ጓል እመሕያው፣ ካብ ደቂ ሰብ ንስኻ ትጽብቕ ዝተባህለሉ ኢየሱስ፣ ሎሚ ግን እዚ መልክዕ እዚ ንርእዮ የለናን ኢሉ። ኢሳይያስ ነቢ እወ መልክዕን ግርማን ኣይነበሮን ኣብ ቅድሚኡ ገጾም ዝጉብልሉሉ ዝሓብእሉ ክርእዎ ዘይደልዩ ብጥፍጣፍ ብማህረምቲ ብስቓይ ዝረስሐ እናበለ ኢሳያስ ኣቐዲሙ ነዚ ብራእይ ይርእዮ ስለዚ ቤተ ክርስቲያን ሎሚ ንሕና ኢና ዘቤእንቲኣሃ ለቤተክርስቲያን ክብል እንከሎ ነፍሲ ወከፍ እዩ ቤተክርስቲያን፣ ኤክለዝያ ማለት ብቋንቋ ግሪኽ ማሕበረ ኣመንቲ ማለት እዩ። ስለዚ ነታ ምስጢራዊት ኣካሉ የመልክት ንነፍሲ ወከፍ ሰብ ከኣ የመልክት። ነፍሲ ወከፍ ሰብ እዩ እቲ ቤተክርስቲያን ተባሂሉ ዘሎ። ዘቤእንቲኣሃ ለቤተክርስቲያን ክብል ከሎ ነፍሲ ወከፍና እዩ ከም ዝሞተ የዘከረና ኣብዚ። ተጸፋኢከ በውስተ ዓውድ ኣብ ዓውደ ጲላጦስ ተጸፊዕካ ተገሪፍካ ዘበእንቲኣሃ ንዓይ ንዓኻ ንዓኺ ዝግሃታ ተማወቅቲ ጾረ ኩሉ መግረፍትን ቅጽዓትን ብምሉ ጾረ ወተኣገሰ ምራቀ ርኩሰ ጡፍ በልሉ እዩ ዝብል ዘሎ ጡፍጣፍ እቲ ዝኸፍአ ናይ ንዕቀት ምልክት እዩ ናይ ንዕቀት ምልክት እዩ እንኳስ ንፈጣሪ ዝኣክል ንፍጡሩ ንዚ ነገር እዚ ከይግበር እግዚኣብሄር ይነግረና ኣሎ ሎሚ ግናን ነዚ ኣምላኽ እዚ እዚ ገይሮሞ እንዚ ኣልቦ ዝኣበሰ ሓንቲ ሓጢኣት ዘይገበረ ክነሱ ብምሉኡ ኣብ ልዕሊኡ ተፈጸመ። እንተኾነ ግን ኣምላክ ከምቲ ትማሊ ንመሃሮ ነበርና ኣብ መንፈሳዊ ኣእምሮ ንጉስ እዩ ተሰቂሉ ተራ ሰብ ኣይነበረ ወይ ሓደ ንሱ እቲ ህይወቱ እቲ ናትና ምሽካሙ እቲ ሓጢኣትና ኣብ መስቀል ምምፁዳ እዩ ከም ባርያ ዝገብሮ ዘሎ እምበር ንጉስ እዩ ንጉሰ ነገስት ኣምላክ ማለት እግዚኣብ ኣጋእስት ይብሎ ግእዝ ከዓ ስለዚ በዚ መልክዕ እዚ እዩ ዝስቀል ዘሎ ስለዚ ንጉስ እዮም ዝሰቕሉ ዘለዉ ስለዚ ንጉሶም እዮም ጡፍ ዝብሉ ዘለዉ ንሰማይ ምድርን ዝፈጠረ ንጉስ ነዚ ከም ዝገብሩ እዚ ብምሉእ እዚ ብትንቢት ተነጊሩ ስለ ዝነበረ እቲ እቲ ግዜ ምእንቲ ክፍፀም ኣይሁድ እምበኣር ሎሚ ይእከቡ ይጅምሩ ተኣኺቦም ኣብ ረቡዕ ክውድእዎ እዮም ከመይ ገይሮም ከም ዝሕዝዎ እዚ ሓሙስ ከኣ ከመይ ገይሮም ከም ዝሕዝዎን እቲ ነዚ ሓሳባት እዚ ያኢ ቅዲ ኣውፂኡ ከመይ ገይሩ ንኣምላኽ ስትራቴጂ ከትሕዞ ከም ዝኽእል ዘምፅኦ ገልመለ ክሓስቦን ከሰላስሎን ተን ሰላሳ ቅርሺ ከዓ በሊዕወን ስለ ዝኾነ ከዓ ወሲድወን ስለ ዝኾነ ከዓ ንሰን ስለ ዘሰከፍኦ ሓደ ነገር ክገብር ኣለዎ ስለዚ እዚ ሰሙን እዚ ብጽዑቕ ናይ ህይወት ናይ ጎይታና ኢየሱስ ክርስቶስ ምእንቲ ህይወትና ዘለእንቲ ኣሃለ ቤተ ክርስቲያን ስለ ዝብል ዘሎ ንዓና ኢና ንሕና ኢና ቤተ ክርስቲያን ነዚ ክንሓስብ ተባሂሉ እዩ ዝግበር ዘሎ ቀጺሉ በታ ቀዳመይቲ መዓልቲ በዓል ቅጫ እቶም ደቂ መዛሙርቲ ናብ ኢየሱስ ቀሪቦም ድራር ኣበይ ከነሰናድወልካ ኢሎሞ ንሱ ከዓ ኣበይ ከም ዘሰናድውሉ ፋሲካ ክፍስግ ደልየ ኣለኹ ፋሲካ ክብዕል ደልየ ኣለኹ ምሳኻትኩም ኢሉ ነዚ ነገር እዚ ሓበሬታ ከም ዝሃቦም እዩ እቲ ወንጌል ሎሚ ቁርፅ ኣቢሉ ዝነግረና ናብ ናይ ኢሳይያስ ንሕዳእ ተመሊስና እዚ ትንቢት እዚ እንታይ የነጽረልና ኢየሱስ ኣብ ሰሙን ሕማማት ዝብል ግእዛዊ መፀውዒ ዘለዎ ሕማም ናይ ስቅያት ሰሙን ማለት እዩ ኢየሱስ ክርስቶስ ከመይ ዝኣመሰለ ስቅያት ናይ መወዳእታ ሰዓት ይበፅሑ እቲ ኩሉ ሰለስተ ዓመትን ሽዱሽተ ወርሕን ክሰብኮን ክምህሮን ዝፀንሐ ብምሉእ ትምህርቲ ብግብሪ ኣብ መስቀል ዝሞተሉ ሰዓታት ስለ ዝመፀ እቲ ስቅያቱ እናበርትዐ እዩ ዝመፅእ እታ መዓልቲ ሞት ክትመጽእ እንኮላ፣ እታ መዓልቲ ሕልፈት ክትመጽእ እንኮላ፣ እታ መዓልቲ ምሽንካር ክትመጽእ እንኮላ፣ እታ መዓልቲ ጡፍ ምባል ክትመጽእ እንኮላ፣ እታ መዓልቲ ላግጺ ብህዝቢ ክትመጽእ እንኮላ፣ እወ እታ መዓልቲ ከም ሰብ ከም ኣምላኽ ዝሓስረላ መዓልቲ ክትመጽእ እንኮላ ነዚኣ ከመይ ኮይኑ ከም ዝሳቐ ምእንቲ ከስተንትን እዩ ሎሚ ኢሳይያስ ኣብ ሓምሳ ሓሙሽተን ትሽዓተን ዝነግረና። ዝባነይ ንገረፍቲ ምዕጉርተይ ከዓ ንነጸይቲ ጭሕመይ ሃብኩ። ሕጂ ብናጽ ሓንቲ እያ ኣቢልኒ ኢየሱስ። እንተጸፍዕዎ ስቕ ይብል፣ ከምቲ ኣብ ቅድሚ መቐስታ ስቕ ትብል በጊዕ ኢልዎ'ሎ ኢሳይያስ። ጡፍ እንተበለሉ ስቕ ይብል፣ እንተሃረምዎ ስቕ ይብል፣ እንተውድቕዎ ወላ ሓንቲ እታ ክትፍጸም ዘላ ኣበያ ኣብ መስቀል ክሽንከር ስለ ዘለዎ እሰያታ ናይ ንግስነቱ ናይ ክብሩ ዮሃንስ ወንጌላዊ ኢየሱስ ኣበይ ከበረ ይብሎ ኣብ መስቀል ንግስነቱ ክብሩ ልዕልንኡ እቲ ትማሊ ሆሳዕና ዝኢሉ ዝዘመረ ህዝቢ ኣብ ሰኔ ሰሉስ ዘልሓጥሓጥ ክብል ኢና ንርእዮ እቲ ትማሊ ካብ ምድሪ ግብፂ ዝወፀ ህዝቢ እስራኤል ኣብ ምድረ በዳ ገሊኡ ንእግዚኣብሔር ክኽተል ዝበዝሕ ከዓ ንእግዚኣብሔር ክቃወም ኢና ንርእዮ ልክዕ እሱቲ ህይወት ናይ ወዲ ሰብ እቲ ሆእ ኢሉ ንዓ ደኣ ካብዞም ናይ ግዝኣት ናይ ሮማ ተውጽኣና ትኸውን እምበር ዝዓይነቱ ሆእ ኢሉ መንግስቲ ክተኽለሎም ኢሎም ብጌጋ ዝተረድዎ ኩላቶም ካብ ሰኔ ሰሉስሲ ዘለሓጥሓጥ መጸ። ቁውም እምነት ዘይምህላው ናይ ወዲ ሰብ ምዃኑ እዩ ዘረድኣና ኣብዚ ብክርስቶስ ኣሕዋተይን ኣሓተይን። ቀጺሉ እቲ ቃል እንታይ ይብል? ንገጸይ ከም ዓረ ገበርክዎ፣ በቃ ዝኹሉ ክጸፍዕዎ ክረግሕዎ ብእገሮም ድዮም በእዳዎም ድዮም ጥፍጣፎም ድዮም ከም ዓረ ገበርክዎ ከምዘይ ሓፍር ከኣ እፈልጥ እየ ምክንያቱ ዕላማ ኣለኒ ኣምላኽ በቲ ሓደ ወዲ ዝኣመነ እምበር ናይ ዘለኣለም ዝኣመነ እምበር ኣምላኽ በቲ ሓደ ወዲ ዝኣመነ እወ ከይጠፍእ ክድሕን እምበር ከይጠፍእ ነዛ ዓለም እዚኣ ነቲ ሓደ ወዱ ብምልኣኽ ኣፍቀራ ዝብሎ ኣብ ዮሃንስ ሰለስተ ዓሰርተ ሽዱሽተ እቲ ዓላማ ንሳ እያ ወዲ ሰብ ክድሕን ኣዳም ክድሕን በዛ ዓላማ እዚኣ ናብ መሬት ስለ ዝወረደ ኣይሓፍርን እየ ይብል ቀፂሉ ክፀርፉንን ጡፍ ክብልለይን ከለውን ገፀይ ኣይከወልኩን ኣይክኽውልን እየ ልዑል እግዚኣብሄር ስለ ዝረድኣኒ ብፀርፎም ተጓ ኣይብልን እየ ኣታ ንጉስ ኣይሁድ ሰላም ንብለካ ኣለና እናበልካ ምቅላሉ ማለት እዩ ጻድቕ ከም ዝኾንከ ከዓ ክምስክረለይ እዩ እንዘ ኣልቦ ዘኣበሰ ኣምላክ ዲበ ዕፀ መስቀል ተሰቐለ ሓጢኣት ዘይገበረ ኣምላኽ ኣብ መስቀል ወዓለ ዝተባሃለሉ እቲ ምስክርነቱ ኣብኡ እዩ ዘሎ እዚ እቲ ዝፈቶ ወደ እዩ ንዑ ስምዕዎ ዝበለ እቲ ንሱ ዝብሎን ንሱ ዝገብሮን ብምሉኡ ሓቂ ምዃኑ እዩ ዘረዳና። የሱስ ከኣ ንሃዋርያት እንታይ ኢልዎም? እንሆ ንኸይድ ኣለና ናብ የሩሳሌም፣ ንወዲ ሰብ ወ ከላግጹሉ፣ ክቕጥቅጥዎ፣ ክቐትልዎ፣ ሽንክርዎ እዮም፣ ኣብ መወዳእታ ግን ኣብ ሳልሳይ መዓልቲ ክትንስእ እዩ ዝበሎ ቃል ስለ ዝፍጸም እቲ ዘሰክፈሉ ምኽንያት ወላ ሓንቲ የብሉን። እንተኾነ ግና ሓጢኣትና ይኸብዶ። ክማጎተለይ ዝደሊ ሰብ እንተሎ ይምጻእ። የለን ነቲ እሱ ዝገበሮ እግዚኣብሔር ኣቦ ጥራሕ እዩ ዝፈልጦ ዝኽእል ወዲ ሰብ ነቲ ህይወቱ ፅዒንዎ ብሓጢኣቱ ኣድኪሞ ድኣ እምበር ወደ ሓንቲ ዝፈልጦ ነገር የብሉን ብፁዕ ኣቡነ ኣብርሃ ፍራንስዋ ነዚ ቃል እዚ ክገልፅዎ እንከለዉ እንታይ ይብሉ ኣምላኽ ንወዲ ሰብ ምእንቲ ክድሕን ጋር ነፍሲ እዩ ከፊሉ ጋር ነፍሲ ጋር ናይ ክርስቶስ ህይወት እዩ ከፊሉ ስለዚ ነዚ ጉዳይ እዚ ዝፈልጦን ነቲ ጉዳይ እቲ ኣብ መወዳእታ ስጋብ ዕላምኡ ዘብፅሕ ከዓኒ ዝከታተሎ እግዚኣብሄር ኣቦ ስለ ዝኾነ ጋር ነፍሲ ዝኸፈለ ወልድ ዋህድ ኢየሱስ ክርስቶስ ምዃኑ ንርዳእ ይብሉ ክማጎተኒ ዝደሊ እንተሎ ይምፃእ እሞ ብሓደ ኣብ ፍርዲ ንቑም ክማጎተኒ ዝኽእል የለን እዩ ዝበል ዘሎ ምክንያቱ ኣነ ዝገበርኮ ግብረ ፅድቂ እዩ እቲ ዘምፃኣኒ ዕላማ እየ ገይረ ክንሪኦ እንኮለና እቲ ንየሱስ ዝኸሰስዎ ምስ እግዚኣብሄር ኣቦ ዝመዓራረብ ኩሉ ሞት ይግብኦ እዩ ኢሎም ኣምላኽ ንገዛእ ርሱ ስለ ዝገበረ እዮም ኢሎም እምበር ሰሪቑ ይበልዎ ሓሱ ይበልዎ ሰሪቑ እንድዕ ካልእ ከበድቲ ሓጢኣት ፈፂመ ኣይበልዎም ምስ እግዚኣብሄር ኣምላኽ ዝተኻኸል ዘበለ ኩሉ ሞት ይግብኦ ኢሎም እቲ ንንኣሽ ንንኣሽቱ ሒዞምሉ ዝነበሩ ቂማት ከ እንታይ ነይሩ ብሰንበት መዓልቲ ሰቢሑ እዩ ሰንበት መዓልቲ ከምዚ ገይሩ ሕጊ ስርዓትን ኣፍሪሱ ኢዶ ከይተሓፅቡ ይበልዑ ኣርዳእቱ እዚታት ማይኖሪ እቲ ቀንዲ ኣምላኽ እየ ስለ ዝበለ ኣነን ኣቦይን ሓደ ኢና ኣቦይ ይሰርሕ ኣሎ ኣነ እውን ስራሕ ኣለኹ ስለ ዝበለ ነዚ ቃልዚ ኣይሁድ ክጻወርዎ ኣይክእሉን እዮም ሓደ ኣምላኽ እዩ ረቢ ዋሕድቱ ወሸሪክ ኣለቡ እግዚኣብሔር ሓደ እዩ መሻርኽቲ ወይ እውን ምተዓራሪ ወላ ሓንቲ የብሉን ካብ ዝብል እዮም ነቒሎም ነዚ ኣምላኽ እዚ ክሰቕልዎ ንርእዮም ዘለና ማለት እዩ ብከምኡ ኢየሱስ ወላ ሓደ ክምጉተለይ ዝኽእል የለን ምክንያቱ እቲ ሓቂ ምሳይ እዩ ዘሎ ማለቱ እዩ እንሆ እግዚኣብሄር ኣምላኽ ረዳእይ እሞ ዝኹንነኒ ደኣ መን እዩ? እንሆ ዅላቶም ከም ዓለባ ክበልዩ ብልዕውን ክበልዖም እዩ። ዋላ ዝገበሩ እንተ ገበሩ ኣብ መስቀል እውን እንተ ሰቒሎሞ ኣብ መወዳእታ ብሓይሉ ክትንስእ ስለ ዝኾነ ሕፍረቶም እዮም ክግለጹ ሽዑ ኣብ ጸልማት እዮም ክነብሩ እቶም ዝኣመንዎ ብርሃን ክረኽቡ እንከለዉ እቶም ዝተተስፈዎ ብርሃን ክረኽቡ እንከለዉ እቶም ዝኸሓድዎ ከዓ ኣብ ጸልማት ከም ዝነብሩ፣ ንወዲ ኣምላኽ ስለ ዝሰቐሉ ኸኣ ናብኡ ስጋብ ዘይተመልሱ፣ ብንስሓ ናብኡ ስጋብ ዘይቀረቡ ኸኣ ኣብ ጸልማታዊ ህይወት ከም ዝነብሩ የረድኣ። ስለዚ እዚ ሰሙን ሕማማት እዚ ቁሩብ ብጥንቃቐ ክንሓስቦ ዝግብኣና ኢየሱስ ዝስቀለሉ ዘሎ ምኽንያት ብሓጢኣቱ ኣይኮነን። ሓጢኣት የብሉን ኣምላኽ እዩ። ንሓጢኣት ዝሓድግ ደኣ እዩ እምበር ሓጢኣት ዝፍጽም ኣምላኽ ኣይኮነን። ከምቲ ኣይሁድ ዝሓሰብዎ እዚ እኮ ሕጊ እዩ ዘፍርስ ዘሎ። ስርዓት እዩ ዘፍርስ ዘሎ ሓፂ እዩ እኳ ደኣ ኩሉ ነገር ዝገብሮ ዘሎ ተኣምራት ከይተረፈ ብብኤል ዘቡል እዩ ዝገብሮ ዘሎ ብሓለቓ ጋንንቲ እዩ ዝገብሮ ጋኔን ኣለዎ እንታይ ከ ዘይበልዎ ኢየሱስ ግን ነዚ ጉዳይ እዚ ቦታ ይሃቦን ዘምፅኦ ዕላማ ንቅድሚ ስለ ዝነበረ ኣብ መስቀል ተበጂኻ ንኣዳም ዳግማይ ናብ መንበሩ ምምላስ እዩ ነይሩ ፈቀደ እግዚእ ያግእዝ ዘሎ ኣዳም ህዙነ ወትኩዘልብ ወያግብኦ ኀበ ዘትካት መንበሩ፣ ናብቲ ናይ ቀደም ክብሩ፣ ልዕልንኡ፣ ናጽነቱ ክመልሰሉ ንኣዳም ስለ ዘልዎ ግና፣ እግዚኣብሔር ሓራ ነዚ ኣዳምዚ ክገብሮ ኣካሉ እዩ ወፍዩ፣ እሱ ኸኣ ኢየሱስ ክርስቶስ እዩ። ነዚ በዚ ሓሳብ እዚ እዩ እቲ ሕፍረቶም ዝገልጸሎም ዘሎ። ስለ ንሕና ኸኣ ሎሚ ከምቶም ሆ ዝብሉ ስቀሎ ስቀሎ ዝብሉ ዘይኮነ፣ ብሓቂ ከምቶም ውሑዳት ከም ማርያም ከም ዮሃንስ ዝኣመሰሉ፣ ከምተን ቅዱሳት ኣንስቲ ቅዱስነቱ ርእየን ክሳብ ሞት ኣታሰዕብኦ ኣብዚ ሰሙን ሕማማት እዚ ኣብ ኣባይትና ኮይንና ክንሓስበሉ ዘሎና ጉዳይ እዩ። ከነስተንትኖ ዝግብኣና ጉዳይ እዩ። ስርዓተ ኣምልኾና እዚ ሰሙን እዚ ሰላምታ ዘይትለዋወጠሉ እዩ። ምክንያቱ ኣምላኽ በዓል ነገርና ኮይኑ ኣሎ። እግዚኣብሄርሲ በዓል ነገርና ኮይኑ ኣሎ። በዓል ነገርና እንታይ ማለት እግዚኣብሄር ምስ እግዚኣብሄር ተፃሊእና ኢና ዘለና። ስለዚ ኣብ መንጎናን ኣብ መንጎ እግዚኣብሄርን ሓደ መንደቕ ኣሎ። ከልካሊ መንድቕ ኣሎ። እዚ ከልካሊ መንድቕ እዚ ብደሙ ከፍርሶ ዘለዎ የሱስ ክርስቶስ ስለ ዝኾነ ንሕና ምስ ሰብ ሰላም ክንገብር ኣይንኽእልን ኢና። ሕጂ ሰላምታ ኣይ ዘይትለዋወጥሉ ግዜ እዩ። እታ ሰላምታ ንለዋወጠላ ኢየሱስ ንብሙሉ ድኻምነትና ኣብ ዓርቢ ስቕለት ምስ ሰቐሎ ኣብ ትንሳኤኻ ብዓወት ምስ ኣበሰረ እንሆ ሰላም ኮይኑ እዩ። ትንሣኤኪ ለእለ ኣመነ ብርሃነከ ፈኑ ዲቤነ ንብሎ ትንሣኤኻ ኣሚንና ኢና እሞ ብርሃንካ ብርሃን ናይ ሰላም ምልክት እዩ ብርሃን ናይ ምሕዋይ ምልክት እዩ ብርሃን ናይ ምጥዓይ ምልክት እዩ ብርሃን ካብ ጸልማት ናብ ህይወት ካብ ሞት ናብ ህይወት ካብ ድሩትነት ናብ ምልኣት ካብ ግዝያውነት ናብ ዘልኣለምነት ዘሳግር ስለ ዝኾነ እዚ ብርሃን ብርእሱ ክርስቶስ ስለ ዝኾነ ኣብ ኣብ ክርስቶስ ከኣ ኩሉ ኣሎ ሓቂ ኣሎ ብርሃን ኣሎ ሰላም ኣሎ ቅሳነት ኣሎ ስለዚ ካብ ኣምላኽ ሰላም ከይተቐበልና ንሕና ምስ ገዛእ ርእስና ምስ ኣምላኽ ዕርቂ ከይገበርና ንኻልኦት ሰላም ክንህብ ንኽእል እዚ ሰሙን እዚ ሰላምታ ዘይግበረሉ መስቀል ዘይተሳለመሉ እዋን እዩ እቲ ስርዓት ናይ ሃገርና ነዚ ከስተንትኑ እዮም ዝገብሮ ዘለዉ ምክንያቱ እንታይ ማለት ብሓንቲ ቃል ኣምላኽ በዓል ነገርና ኮይኑ ኣሎ ኣምላኽ ተጸሊኡና እዩ ዘሎ በቲ ብድኻምነትናን ሓጥያትናን ማለት እዩ። እቲ ብድኻምነትናን ሓጥያትናን ጌርናዮ ዘሎና ክስቀል ኢየሱስ ስለ ዘሎ ከኣ ኣብዚ ሰሙን ሕማማቱ እዚ ሎሚ ተረዲእና ንሕና ዳግማይ ንሰቕሎ ዘይኮንና በቲ ዝገበርናዮ እናተጣዓስናን እናበኸናሉን ኣብቲ ስቅያቱ ክንሳተፍ ክንርእዮ ምእንታይ ከም ዝሞትካ ኣብ መስቀል ቀራንዮ ተረድኤ ክስዕቦ ንልበይ ኣንቅሓዮ እንብለሉ ሰሙን እዩ ዝሰሙን እዚ ምእንታይ ከም ዝሞትካ ኣብ መስቀል ቀራንዮ ተረድኤ ክስዕቦ ብርድኢት ማለት እዩ ንልበይ ኣንቃሓዮ እንብለሉ ሰሙን እዩ ስለዚ ሰሙን ሕማማት ክበሃል ከሎ ኣዝዩ ከቢድ ረዚን ሰሙን እዩ ብኣስተንትኖ ኩሉ ሙሉ መዓልቲ ከነንብብ ክንውዕል ኣለና ብትፍላይ ትንቢት ኢሳያስ ብፍላይ ወንጌላውያን ኣርባዕቲኦም ከነንብቦ ኣለና እንታይ እቲ መልእኽቲ ዘሎ እቲ መልእኽቲ ከ እንታይ ንዓይ እንታይ ይምልከተኒ ዘበእንቲ ኣህለ ቤተ ክርስቲያን ንቤተ ክርስቲያን ቤተ ክርስቲያን ኣነ እየ ንስኻትኩም ኢኹም ንዓና እዩ ሞይቲ ማለት እዩ ስለዚ ንዓና ዝመውት ኣምላኽ፣ ንዓና ዝሳቐ ኣምላኽ፣ ንዓና ዝስቀል ኣምላኽ፣ ንዓና ዝሽንከል ኣምላኽ፣ ንዓና ብኣናን ጡፍ ዝበሃለሉ ኣምላኽ ነዚ ውዕለት እዚ ክንመልሶ እንተዘይከኣልና ኣሚንናዮ ግና ስለ ሓጢኣትናን ድኻምነትናን ኣብ ቅድሚ ኣምላኽ ንቐርበሉ ሰሙን ምዃኑ ዝያዳ ክንርዳእ የድልየና። ብኸምኡ ኩሉ እቲ ንባባት ናብ ድሕ ናብ ብሉይ ኪዳን ይመልሰና። ኣብኡ ተመሊስና ከነስተንትን እቲ ብትንቢት ተነጊሩ ዝነበረ ኣብ ሓድሽ ኪዳን ሎሚ ጊዜኡ ሓልዩ ይፍጸም ከም ዘሎ እዚ ቤተ ክርስቲያን ሎሚ መርዓዊኣ ሓሚምዋ ስለ ዘሎ መርዓዊኣ ይሳቐ ስለ ዘሎ ኣብ ከቢድ ስቓይ ትርከብ ኣላ እዛ ቤተክርስትያን እዚኣ እቲ መርዓዊ ገለ ካብቶም ኣካላቱ ዝኾኑ ምእመናን ብከቢድ ሕማም ሓሚሞም ኣለዉ ብሕማም ናይ ስጋ ብሕማም ናይ ነፍሲ እቲ መድሓኒ ኣቐዲሞም ብሞት ዝተፈልዩ ኣካላቱ ኣለዎ እቲ መድሓኒ ብካልእ ሕማማት ኣብ ኣባይቶም ዝሳቐዩ ኣለዎ እቲ መድሓኒ ሰላም ዝሰኣነ ህዝቢ ኣለዎ። እቲ መድሓኒ ብድኽነት ዕለታዊ እንጌርኦም ዝበልዑ ዝሰኣኑ ኣካላቱ ኣለዎም። እቲ መድሓኒ ገና ፍጥር ክብሉ ከይፍጠሩ ኢሎም ዝተቐትሉ ህፃናት ኣለውዎ። እዚ መድሓኒ እዚ ዓለም ምሉእ ተረቢሹ ብኻልእ ጫውጫውታታ ብድያብሎስ ተኣሲሩ ዘሎ ን ንሰ ንሰይጣን ዕድል ንኽህቡ ኢሎም ክንደይ ጎስጓስ ዝገብሩ ጸላእቲ ኣለውዎ። እዚ መድሓኒ እዚ እታ መላእ ኣካሉ ቤተ ክርስትያን ብዝተፈላለየ መንገዲ ዝኣምንዎን ዘይኣምንዎን ኩላቶም ይሳቐዩ ከም ዘሎ ርድኡ። እዞም ኩሎም ዝሳቐዩ ድሳቐ ንዘለና ንህይወትና ከነድሕን ስለ ዘይንክእል እቲ ሓደ ከድሕነና ዝኽእል መድሓኒ የሱስ ክርስቶስ ስለ ዝኾነ ኣብዚ ሰሙን ሕማማት እዚ ንሓስቦ ማለት እዩ። ንሱ እዩ ሓደ በጃ ኩላቶም ሞተ ኩላቶም ከ እንታይ ክኾኑ ተኻፈልቲ ጽድቁ ምክንያቱ ጽድቂ ክንገብር ኣይንኽእልን ኢና እሱ እዩ ምእንታና ክመውት ዘለዎ ምሳና ምሳና ምእንታና ከም ዝሞተ እንተ ፈሊጥና ተኻፈልቲ ጽድቁ ንኸውን እንታይ ማለት እዩ እቲ ንሱ ዘምፅኦ ዓወት እቲ ንሱ ዘምፅኦ ሰላም እቲ ንሱ ዘምፅኦ ፈውሲ ንርዳእ ማለት ስለዚ ኣባይትና ሎሚ ፈውሲ ይደሊ ኣሎ እዚ መድሓኒ እዚ ንነፍሲ ወከፍ ኣባይቲ ኣትዩ ናይ ኩሉ ድኻምነት ሒዙ ዝስቀል ኣምላኽ ስለ ዝኾነ ሎሚ ንኣምላኽናን ድኻምነትና ክንህቦ ኣብቲ ሕማማቱ ኣቲና ከነስተንትን ምእንታይ ኢኻ ዝሞትካ ኣነ እየ ሰቒለካ ናይ ካልኦት ንግደፎሞ ኣነ እየ ሰቒለካ ብድኻምነተይ ብሓጢኣተይ ብድሩትነተይ ብዘይምእዛዘይ ቃላትካን ሕግታትካን ብምፍራሰይ ኣነ እየ ሰቒለካ እናበልና ክንጠዓሰሉ ክንበኽየሉ ነዚ ካብ ክፉእ ልማዳትና ካብ ኩሉ ኣመላትና ንእግዚኣብሄር ዘይምእማንና ንእግዚኣብሄር ካብ ህይወትና ኣውጺእናዮ ዝጸናሕና ኩናም ናብ እግዚኣብሄር ናብቲ ቅኑዕ መንገዲ እዚ ሰሙን እዚ ብፍሉይ ክንምለስ ከም ዘሎናን ክንሓስብ እዩ ሎሚ ዝንገረና ዘሎ እዚ ቃል ይሁዳ ንሳላሳ ቅርሺ ክብል ንግዝያዊ ረብሓ ንኣምላኹ ኣትሒዙ ሂብዎ ክንደይ ሰባት እዮም ሎሚ ንረብሓ ገዛእ ርእሶም ክብሉ ንኣምላኽ ገዲፎሞ ዝኸዱ ክንደይ ሰባት እዮም ሎሚ ረብሓ ደልዮም ዝቆረብሉ ቤተ ክርስቲያን ንስሓ ዝተቐበልሉ ቤተ ክርስቲያን፣ ዝተቐብእሉ ቤተ ክርስቲያን፣ ቃል ኪዳን ዝኣሰርሉ ቤተ ክርስቲያን ገዲፎም፣ ኮነ ኢሎም ገዲፎም ንረብሓ ኢሎም ኣብ ድመስሎም ሓደሽቲ እምነታት ከይዶም ነቲ ዝነበርዎ ቁርባን ዝቕበሎ ዝነበርኩ ጌጋ እዩ፣ ሓሶት እዩ፣ ናይ ጥንቆላ እዩ። ጥምቀት ኣነ ብህፃናተ ብህፃንነተይ ተቐሚጠ ብቑዕ ኣይኮነን። እ ኣነ ንስሓ ዝበሃል ኣይኣምነሉን እየ። ቀጥታ ናብ ሓጢኣ ናብ ኣምላኸ እየ። ቀጥታ ናብ ኣምላክካ ክትገብር እ ኣየሕፍረካን እዩ። ሓጢኣት ክትገብር ግን የሕፍረካ። እወ ንእግዚኣብሔርን ንቤተክርስትያኑ ረጊጽካ ምኻድ ካብቲ ናይ ይሁዳ ሰላሳ ቅርሺ ንላዕሊ እዩ ሰላሳ ቅርሺ ገንዘብ እዩ ከመይ ገይረ ከም ዘትሕዘኩም ክነግረኩም እየ ኢልዎም ከይዱ እዩ ዘሎ ንሕና ኸ ንኣምላኽና ብኸመይ መልክዕ ኢና ነትሕዞ ብኸመይ መልክዕ ኢና ንኽሕዶ ዘመናት ቁርባን ክትቀበሎ ጽኒሕካ ሕጂ ክርስቶስ ፈሊጠ ኢልካ ቁርባን ኣይኣምነሉን እየ ምባል ኣብ ቅዱስ መጽሓፍ ተጻሒፉ እንከሎ ስጋይ ዘይበልዕ ደመይ ዘይሰቲ መንግስተ ሰማይ ከቶ ኣይርእያን እዩ እናበለካ እንከሎ ኣይናይ ወንጌል ኢኻ ትጥቀም ኣይናይ ወንጌል ኢኻ ትጥቀም እዩ ቅብኣ ቅዱስ ቅብኣ ሜሮን ኣብ ቅዱስ መጽሓፍ እንከሎ ኣይቀበሎን ኢልካ ሕጂ ከዓ ተመሊስካ ከዓ ዘይትብልዐ ክተባርኽ ትኸይድ ዘለኻ ካበይ መፅኡ ድሕዳ ኢልና መሰረቱ ቤተ ክርስቲያን እያ ቤተክርስትያን ንዘመናት ዝተጠቐመትሉ ሓድሽ ነገር ኣብ ቤተክርስትያን የለን። እቲ ኣብ ሃዋርያት ዝነበረ ንዕኡ ወሲዳ እያ ቤተክርስትያን ትጥቀመሉ ዘላ። ሓድሽ ዝመሃዘቶ ሰብኣዊ ፍልስፍና የለን። ኢየሱስ ዝገብሮ ዝነበረ እዩ። ኣብ ቅዱስ መጽሓፍ ጽሑፍ እዩ። ስግኡን ደሙን ቤተክርስትያን ካቶሊክ ኣይመሃዘቶን። ቤተክርስትያን ኦርቶዶክስ ኣይመሃዘቶን። ኢየሱስ ባዕሉ እዩ ገይርዎ። መን ኢኻ ንስኻ መን ኢኺ ንስኺ ሎሚ ክትክሕዶ? እዚ እዩ እምበኣር ክንሓስበሉ ዝግበኣና። እዚ እዩ እዚ ወዲ ከምዚ እዩ ንኣምላኽና ኣብ ሕቑኡ ከቢድ መስቀል ተሸኪሙ ዝሳቐየሉ ዘሎ ዝሓመሉ ዘሎ ነጥቢ ስለዚ ኩልኻትኩም ኣብ ከምዚ ኩነታት እትርከቡ ኮነ ኢልኩም ነቲ ክቡር ደሙ ረጊጹ ዝኸደ ብምብጭላጭ ዓለም ህይወቱ ዘማህምን ዘሎ ተማህምን ዘለኺ ተመለስ ናብ ጎይታ ተመለስ ናብታ ዝበደልካዮ ቤተ ክርስቲያን ተመለስ ተነሳሕ ናብ ኣምላኽ ምጻእ ቁረብ ስጋኡን ደሙን ተቐበል። እስኻ ንስኺ ትቕይሮ ኣይኮነ ስጋን ደምን ዓለም ሰማይን ምድርን እንተተገምጠለ ስጋን ደምን ናይ ክርስቶስ ክተርፍ ኣይክእልን እዩ። ቅዳሴ ብምንም ምክንያት ክተርፍ ኣይክእልን እዩ። ኢድ ናይ ሰብ ኣይኮነን ናይ ኣምላኽ ተልእኮ እዩ። እግዚኣብሔር እዩ ነዚ ክንገብር ጸዊዕና። ነዚ ኣነጺርና ክንፈልጦ ኣለና። ስለ ዝፈለጥናዮ ስለ ፍልስፍና ስለ ዝገበርናሉ ኣነ ስጋን ደምን ኣይቅበልን እየ ሕጂ የሱስ ረኺበ እየ። ኦኬ የሱስ ብኸመይ መንገዲ ረኺብካዮ? ብቓሉ ምስጢራቱ ኸ ምስጢራት እኮ ባዕሉ እዩ ሰሪዕዎ ዘየድሊ ነይሩ ተዝኾን እንታይ ኢሉ ሂብና ንሃዋርያት እኮ ንፁር ነጊሮም እዮም ኣብ ሉቃስ 20 ክተን ተንቢብናዮ ሓሙስ ክንሪኦ ኢና ትምህርቲ እቲ ብሰፊሑ እቲ ህብስቲ ኣልዒሉ እዚ ስጋ ይልዎ ይመስል ኣይበሎምን ፅዋዕ ኣልዒሉ ደመይ ኢልዎም ይመስል ኣይበሎምን ደመይ እዩ ማለት ቀጥታዊ ቃላት ናይ ዋና ማለት እዩ ኣምላኽ ስለ ዘይሕሱ እዚ ደመይ እዩ እዚ ስጋይ እዩ ኢሉ ይመስል ኣይበለን ወይ መንፈሳዊ ትርጉም ኣለዎ ኣይበለን ስጋይ ኢሉ መለኮት ኢልዎ ብልዑ ስተዩ ደመይ እዩ ኢሉ ኣነፂሩ ዝበሎ እዩ ብውክልና ኣይተዛረቦን ወይ ደብዳቤ ፅሒፉ ንሃዋርያት ነቶም ኣመንትስ ከምዚ ኢልኩም ተዛርብዎም ኣነ ክረኽቦም ስለ ዘይኣኽልኩ ኣይጠዓመንን ኣይበለን ብንጹር ኮፍ ኣቢሉ እዩ ተዛሪብዎም ምሂርዎም ኣረዲእዎም ኮፍ ኣቢሉ ከኣ ሰሪዕዎ እቲ ቅዳሴ ስለዚ ሎሚ ነዚ ክንሓስበሉ የድሊ እዚ ቃል እዚ ትሰምዑ ዘለኹም ሎሚ ኣእምሮኹም ኣስርሕዎ ብድንቁርና ዝተጎብአ ህዝቢ ንእግዚኣብሔር ክፈልጦ ኣይክእልን እዩ ኣብ ድንቁርና ዝጠሓለ ህዝቢ ንእግዚኣብሔር ክፈልጦ ኣይክእልን እዩ ንጹር መልእኽቲ ናይ ቤተ ክርስቲያን ትምህርቲ ግን ኣሎ። ንሱ እዩ እቲ ምእንቲ ቤተ ክርስቲያን ኣብ ዓውደ ጲላጦስ ዝሞተ ኢየሱስ ኢና ስግኡን ደሙን ነፍሱን መለኮቱን እንቕበል ንጋሆ ንጋሆ። ስለዚ ነዚ ሓሲብና ይሁዳ ኣትሒዝዎ ኢልና ንስሕቀሉ ዘይኮነ ኪንዮ ይሁዳ ንሕና ነትሕዞን ንሕና ንኽፍኦን ንሕና ረጊጽናዮ ካብታ ቅድስቲ ቤተ ክርስቲያኑ ዝወጻእና ስለ ዘለና ሎሚ ተመለስ ይሁዳ እኮ ኣብቲ መወዳእታ ከይዱ ሸቐቕ ኢሉ እዩ ከይዱ። እዚ ዓይነት እዚ ዲያብሎስ ከይፈተነካ እንከሎ ነታ ዘቑሰልካያ ቤተ ክርስቲያን ተመሊስካ ሎም ይቕሬታ ሕተታ። ተነሳሕ ኣብቲ ዝተነሳሕካሉ ኣብቲ ዝተጠመቕካሉ ኣብቲ ዝቆረብካሉ ተመሊስካ ሓቀኛ ስግኡን ደሙን ነፍሱ መለኮትን ተቐበል። ብይሁዳ ኣትሒዝዎ ኢልካ ኣይትስበኽ። ይሁዳ ዓቕሙ እዩ ገይሩ። ልዕሊ ይሁዳ ዝግበር ዘሎ ሎሚ ኢና ንርኢ ዘለና። ስለዚ ነዚ ነገር እዚ ሓሲብና ኩነታትና ተረዲእና እዚ ሰሙን እዚ ብርቱዕ ሰሙን ምዃኑ ክንሓስብን ብጥንቃቐ ኣነፂርና ናብ ኣምላኽ ምእንቲ ክንቀርብ እዩ እዚ ዝበሃለና ዘሎ እሞ የሱስ ክርስቶስ ሎሚ ኣብ ስቃይ ኣሎ እሞ ኣብ ስቃያቱ ንሕበር ብዛዕባ ህይወትና ነስተንትን ኣነ እየ ንዓኻ ሰቒለካ እምበር ካልኦት ኣይመስ ናተይ ናይ ገዛእ ርእሰይ ይፈልጥ እናበልና ልብና እናሃርምና ኣብ ቅድሚ እግዚኣብሄር ክንቀርብ እግዚኣብሄር ኣምላኽና ቅዱስ ፍቓዱ ይኹነልና ብስም ጎይታ የሱስ ክርስቶስ ተባረኹ